ሰላምታና ንዓኹም ይኹን ክብራት ተኸታተልቲ መደብር ሃን ሪከርድስ ከመይ ትጸንሑ ፈለማ ንትህቡና ሃናጺ ርእይቶኹም ክነመስግነኩም ንፈቱ ንሎሚ እውን ካብ ጆን ፋሚሊ ንዝኾነት ሰምሃር ዮሃንስ ሒዝናልኩም ቀሪብና ኣለና ክሳብ መወዳእታ ንክተኸታተሉና ብኽብሪ ንዕድም። እሺ ክብርቲ ካራክተር ሰምሃር ዮሃንስ ኣፍቃሪ ኣለኪ ዶ? ግርም ኣብ ፍቕሪ እሞ ከመይ ኢኹም? ጽቡቕ ክሳብ ሕጂ ደኣኒ ክንደይ ኣወዳት ኣፍቂርካ ኣለኻ? መን ድዩ ኣፍቃሪኺ ሰምሃር? ወዲ ምስለነ ኦኬ ምስ ወዲ ምስሌነ ደኣ ብኸመይ ተራኺብኩም ምነገርክኒ ዶ? ኣምሲለይ ኣቲ ኣምሲለይ ኣቲ ኣምሲለይ እንታይ ኣምሲለይ ኦኬ ሚስጥር ዓቃቢት እሺ ወዲ ምስሌነ ከመይ ዓይነት ኣፍቃሪ እዩ ምነገርክኒ ዶ? ኣብ መጽሓፍ ከም ዘሎ ናይ ሕልሚ ኣፍቃሪ ንፈለማ ግዜ ምስ ረኣኽዮ ከመይ ዓይነት ስምዒት ተሰሚዑኪ? እሺ ክብርቲ ካራክተር ብምንታይ ከተፍቅሪ? ዋው ዝገርም ተውህቦ እዩ። እሺ ድምፃዊት ሰምሃር ዮሃንስ ቁመና ኣፍቃሪኺ ከመይ ዓይነት እዩ? ኣበሃህላኺ። ዝያዳ ኩሎሚ ሸገሱ እማኖ። እሺ ፍቕሪ ኣንጻር ጾታ ተዝተርፍ ምንባር ምኽኣልክዮ ዶ? ኣይክእሎን እየ ኣነ ንበይነይ። ምኽንያት ክህልወኪ ይኽእል ዶ? ዓለመይ ባዶ ባዶ ዩ ንሱ እንተዘየሎ። ስምዒት ቃንዛ ፍቕሪ ከመይ ይገብር? ማራ ትፈትውዮም ሰባት። ፍቕሪ ንዓኺ እንታይኪ እዩ? ከመይ ዓይነት ድራር? ኮኾብ ድራረይ ፈለማ ቀረባ ንህይወት ምሒር ዘወከባ ኦኬ ነበልባል ፍቕርኹም ደኣሞ ከመይ ይቕጽል ኣሎ?

እሺ ክብርቲ ካራክተር ሕቶታተይ ቀጸልቲ እዮም ሰባት ብቁንጅናኺ እንታይ ክብሉኺ ደስ ይብለኪ? ሓለፈት ክብሉኒ እሺ ክብርቲ ካራክተር ሓለፈት ኢልና ከለና ንሕና ውን ምስ መሳርሕትና ክብርቲ ካራክተር ዘይምነወኪ ነገር እንታይ እዩ? ባሕተዓለይ ዘየመኖይ ከመይ ዓይነት ስታይል ክዳንኺ ትኽተሊ? ከም ፋሽን ኣብ ሓዳር ከመይ ኢኺ? እንታ ኾንኪ? እንታይ ኪሒምኪ? ዋእ ኣይትቐልዲ እባ። እሺ ክብርቲ ካራክተር ትፈርሕዮ ነገር እንተ ዋእ

መልእኽቲ ተሃልዩኪ። ምሳኻ ምሳኻ ምሳኻ ሕሸኒ። እሺ ኣብ ጸገምን ጸበባን ንዘለዉ ሰባት ወገናትና ተሕልፍዮ መልእኽቲ ኣለኪ? ክትውስኺ ትኽእሊ ኢኺ ክብርቲ ካራክተር። ኣብ ተስፋ ንዝኣምን ዝኹልኩሎ እንታይ ኣሎ። ግርም ንዘይተመርዐዉ ኣወዳት ተሕልፍዮ መልእኽቲ ተሃሊኪ። ሓወይ ወረሮ ኣሽንኳይ ሞትርጋን ጎሎ። ንዘይተመርዓዋ ኣጓላት ከ? ሳንዳይ ወለላ ኣሽንኳይ ሞትርጋን ጓላ። ኣዝዩ ክብርቲ ካራክተር ኣነ ብወገነይ ሕቶታተይ ወዲኤ ኣለኹ ካብ ተመልከትና ድማ ሕቶታት ንዘለኩም በዛ ቁፅሪ ቴሌፎን መሰረት ክትድውሉ ትኽእሉ ኢኹም ሓዙ ባዶ ባዶ ባዶ ባዶ ባዶ ባዶ ኣይትሰከፉ ክደግመልኩም እየ ባዶ ባዶ ባዶ ባዶ ባዶ ባዶ እሺ ክብርቲ ካራክተር ድምፃዊት ሰምሃር ዮሃንስ ካብ ጆን ፋሚሊ እነን ኣኽቢርኪ ግዜ ክሰውየኺ ስለ ዝመጻኺ የመስግነኪ ክሳብ መወዳእታ እውን ዝተኸታተልኩም ናተዓዘብትና እውን ምስጋናና ዝለዓለ እዩ ቻናልና ብርሃን ሪከርድስ ሰብስክራይብ ግበሩ ኣብ ወፃኢ ንዘለኹም ውን ብ ዩቱብ ክትከታተሉና ትኽእሉ ኢኹም። ኣብ ቀጻሊ ምስ ካልኦት ክንምለስ ኢና ክሳብ ሽሑ ሰሲንኩም ተጥዕሙና ንሕና ውን ከምኡ።